ኣሜን። ሰላም ሰላም ኣምላኽ የዝሕርኩም ናይ ትቲ ቻነል ተኸታተልቲ ቤተሰብ ከመይ እኒኢኹም? እንኳዕ ንኣዴና ቅድስቲ ድንግል ማርያም ዓመታዊ ክብረ በዓላ ህንፀተ ቤታ ካብተን ሰላሳን ሰለስተን ክብረ በዓላት ናይ ኣዴና ቅድስቲ ድንግል ማርያም ሓንቲ እያ እሞ እንኳዕ ኣብፀሐኩም ክብል ይፈቱ ክቡራት ኣሕዋተይ እሺ እምበኣር ብምኽንያት ናይ ኣዴና ቅድስቲ ድንግል ማርያም ዓመታዊ ክብረ በዓላ ቅርታ ግጥሚ ሒዘ መፅየ ኣለኹ እዛ ግጥሚ እስካብ መጨረሻ ሓቢርኩም ንክትፀንሑ በትሕትና ይሓትት ነዚ ቻነል እዚ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ ናይዚ ቻነል እዚ ተኸታተልቲ ቤተሰብ ዝኾንኩም ድማ ላይክ ሸር ብምግባር ጀምሩ። ከምኡ ድማ ዝተጋገኸዎ ዘጉደልክዎ እንተሃልዩ ኣብ ኮሜንት ርእይቶኹም ሓገዝኩም መበረትታዕኹም ኣይፈለኒ እንዳበልኩ ክቡራት ኣሕዋቲ ናብታ ገጥሚ ከብለኩም እየ ሓቢርኩም ንፅንሑ ድማ መን እያ ንሳ እያ ትብል መን እያ ንሳ? ዓንዲ ትኪ ትመስል ከርባን ዕጣንን ትዕድል ነጋዶ ዝደልይዎ ኩሉ ዓይነት ዘለዋ መን ኮን ትኸውን እስከ ፍለጥዋ ንሳ ደኣ እታ ተስፋ ናይ ኣዳም ኣደ መድሕን ዓለም እታ ንጽህቲ ኣደ ኣደ ዘለኣለም ህያብ ናይ ክርስቶስ ፈልፋሊት ናይ ሰላም ህያብ ናይ ክርስቶስ ፈልፋሊት ናይ ሰላም መን እያ ንሳ? እታ ንጽህቲ ኣዶ ሐፍቲ እውን ዘይብላ ሰሎሜን ኣብ ትንቢቱ ዝዘየመላ ነቢያት እውን ኩላቶም ዝተነበዩላ መን እያ ዛደ እስከ ንሕሰበላ መን እያ ዛኣደ እስከ ንሕሰበላ ንሳ ደኣ እመቤትና እምበር ታቦት ናይቱ ልዑል ናይቱ ቅዱስ መሕደር ኣደን ድንግልን ዘለዋ ተኣምር ንኣምላክ ትወልድ ብዘይግለጽ ምስጢር ግን መን እያ ንሳ እታ መሕደሪት ክትኮኖ ዝበሃጋ ሙሉእ ቅድስና ፈጺሙ ዝሃባ እታ በትረ ኣሮን ፈራይት ዕምበባ እታ እፀ ጴጦስ ዘይነድድ ድባባ መን እያ ንሳ ንገሩና እባ። እታ ህዝቅኤል ዝረእያ እታ ህዝቅኤል ዝረእያ ዘይትርሖ ማዕጾ ብኣምላኽ ትኸፈት ብኣምላኽ ትዕጾ ቅዱስ እዩ ፍረ ማህፀና ኣምላኽ ዝረገጾ ንገነት ዘርሓወት ነቲ ዕጾ ማዕጾ ንገነት ዘርሓወት ነቲ ዕጾ ማዕጾ እታ ነቢይ ኢሳይያስ ዝተነበየላ ክትወልድ እያ ወዲ ድንግል ብድንግላ እታ ናይቱ ጒንዲ እትጥጥዕ ጠጥዒ ፍረ እተፍሪ ንዲያብሎስ ቀጻዒ እስከ ንገሩና መን እያ ታጠጥዒ እስከ ንገሩና መን እያ ታጠጥዒ

ኣብቲ ጎኑ ኮይና እታ እታ ቦታ ኣታኽልቲ ዕፀውቲ ማይ ዒላ ማይ ህይወት ተፈልፍል ኣምላኽ ዝዓደላ ንዕኡ ሰቲና እውን ንሕና እንለምዓላ ኩላትና ንዘቲ ንዚኣስ መን ንበላ ኩላትና ንዘቲ ንዚኣስ መን ንበላ ንሳ ደኣ

ካብቲ ቦታ ኣናብርቲ ቦታ ኣናብስቲ መን እያ ንሳ? ንሳ ደኣ ተኣብ ከብዲ ኣዲኣ ተኣምር እትገብር ሕሙማን ትፍውስ ምዉታን ትምሕር ኣምላኽ ዘሕደረላ ናይ ፈውሲ መስተንክር ንሳስ ማርያም ናያ ሰላማት ሰላምና ነበስር ንሳስ ማርያም ናያ ሰላምና ነበስር እታ ኣገልጋሊት ኣምላኽ ልዑል ጒይታ ፍጹም ዘየስተማቐረቶ ናይ ስድራ ጸወታ ኣብቲ ቅዱስ መቕደስ መላእኽቲ ኣሕዋታ ትምስገን ትውደስ ብመላእኽቲ ጐይታ እስከ ንገሩና ትዘደንቕ ውዕለታ እስከ ንገሩና ትዘደንቕ ውዕለታ ንሳ ደኣ እቲ ቅዱስ መልኣክ ኣበሳሪ ትጽቢታት መጺኡ ናብ ስፍራኣ ብሩህ ብርሃናት ኣምላኽ ዝመረጻ ክትኮኖ ዝፋኑ ካብኣ ንኽውለድ ንኸድሕን ኩልና መልኣክ ካብ ሰማያት ኤልሳቤት ካብ ምድሪ ዝተዛረብዎ ነቲ ናታ ክብሪ ሰማያዊ ኣምላኽ ትጸውር ተፍሪ ኣደ ናይ ሓድነት ኣደ ተስፋ ፍቕሪ ኣደ ናይ ሓድነት ኣደ ተስፋ ፍቕሪ እታ ናብ ናዝሬት ነብሰ ጾር ዝኸደት እታ ኣብ መገሻ ሕርሲ ዝተትሓዘት እታ ሓንቲ ለይቲ መሕደሪት ዘይረኸበት እታ ንኽትወልድ ፍጹም ዘይተጽዓረት እረ ንገሩና መን እያ ንሰሕወት እረ ንገሩና መን እያ ንሰሕወት ንሳ ደኣ ታፍረ እያቄ ሞሃና እታ ኣረጋዊ የሴፍ ሓላዊ ዝኾና ኣብ ቤተልሔም ዝወለደት ንቕዱስ ኣምላኽና መስፍን ሰላም ንጉስ ናይ ዓለምና መስፍን ሰላም ንጉስ ናይ ዓለምና እታ እቶም ነገስታት መጺኦም ዝሰገድሉ

እታ ሄሮዶስ ንወዳ ክቐትሎ ምስ በለ ናብ ምድረ በዳ ዝተሰደት ብሄሮዶስ ሰራዊት ምስተሃደነት ኣብ በረኻታ ስደት ብዙሕ ዝኾለለት መን እያ ንሳ? ንስታ መን ምዃና ይመስክር ታሪኾ ታሪኾም ዮሴፍ ብቕድሚኦም ሰሎሚን ድሕሪኦም ንወዳ ካብ ዝባና ጌራ ዝስተኳ ዘይነበራ ዝብላዕ እንጀራ ግናኸ ባዕሉ መጊብዎም ኣጥሊሉ ሰሃራ ግናኸ ባዕሉ መጊብዎም ኣጥሊሉ ሰሃራ እታ ብሸፋቱ ዝተኻላበተት ብጎራዙ ዝተጸረፈት ዝተንዓቐት እግራ እግራማይ ሚዒጉ ብረመፅ ናይ ስደት እንታይ ኢልና ክንገልፆ ሕማቕ እዩ እቲ ህይወት እንታይ ኢልና ክንገልፆ ሕማቕ እዩ እቲ ህይወት እታ ናብ ብዙሕ ሃገራት ዝተሰደት ምስ ክርስቶስ ኣምላኽና ገዳማት ዝባረኸት ንምድሪ ኣግኣዚት ንምድሪ ዝዞረት ደብረ ሲና ይመስክር ታሪኻ ይተሓተት ንሳ ግን መን እያ እምበር ንሳስ ኣዴና እያ ኣደ ናይ ነብስና ንዓና ክትውንን ኣምላኽ ዝሃበና ብዕለት ዓርቢ ኣብቲ መስቀል ኮይኑ ብኢደ ዮሃንስ እቲ እሙን ኣሚኑ ብኢደ ዮሃንስ እቲ እሙን ኣሚኑ እታ ኣብ ቃና ዘገሊላ ሽጉር ዝረድአት በቲ ርህሩህ ከብዳ ንኣምላኽ ዝለመነት በዓል ውራይ ዝተደሰተ ብዘደንቕ ህሞት ኣብ ዳስ ዝተገረምሉ ዘሐጉስ ከሃልነት ንሳ ደኣ እታ ኩሉ ግዜ እትልምነልና ጸሎትና ዝተዐርግ ናብ ፍቑር ኣምላኽና ሓጎስ እትህበና ቀይራ ሓዘና ምስጋና ይኹኖ ጎይታ ንዓኣ ዝሃበና ምስጋና ይኹኖ ጎይታ ንዓኣ ዝሃበና እታ ኣብ እግሪ ጐይታ ፍጹም ዘይተረፈት ስላስ ምስኡ ዝተሰደት መሪር እናነብዐት ዘስካሕክሕ መከራ ናይ ወዳ ዝረኣየት ልዕሊ ኩለን ኣዴታት ብሞት ወዳ ዝሓዘነት ልዕሊ ኩለን ኣዴታት ብሞት ወዳ ዝሓዘነት ንሳ ታንኹሉ ኣብ ከብዳ ተዋህልል ንስቃይ ንራህዋ ብዓቕሊ ትጋደል ንሳታ ኣብ እግሪ መስቀል ጎይታ ተፋስስ ዝነበረ ዝርንዛሕ ንብዓታ ንሳ ኣደ ኣምላኽና እያ ብዙሕ እዩ ውዕለታ ንሳስ ኣደ ኣምላኽና እያ ብዙሕ እዩ ውዕለታ እታ ክሳብ ዕለት ሞታ መቓብር ወዳ ዘይገደፈት እታ ኣብ ጎልጎታ ኣብ መቓብር ጐይታ መዓልታዊ እትዐርግ ዝነበረት ጸሎታ እታ ናይ ኪዳን ቃላት ዝተውሃበት ብዅሉ ቅዱሳን ዝተመስገነት ንሳ እያ ኣዴና ኣደ ናይ ድሕነት ኣደ ህይወት ንሳ እያ ኣዴና ኣደ ናይ ድሕነት ኣደ ናይ ህይወት ኣሜን። ናይ ኣዴና ቅድስት ድንግል ማርያም ወላዲት ኣምላክ በረከት ረድኤት ኣማላድነት ኣይፈለየና ኖራን ወላዲት ኣምላክ ቅድስተ ቅዱሳን ንጽሕተ ንጹሓት ቅድስት ድንግል ማርያም ኣብዚ ዘለናዮ ተሓልወና ብዘወፈርናዮ ናብ ቤትና ትመልሰና ወራት ኣሕዋተይ ኣሜን። ወስብሐት ለእግዚአብሔር ልዑል ወለወላዲቱ ድንግል ወለመስቀሉ ክቡር ይኹን ኣሜን። ጽኔልኩም ስለሰማዕኹኒ እግዚኣብሔር ኣምላክ ኣብ ትገብርዎ ጾም ጸሎትን ጽኔ የስማዕኩም። ኣብ ቀጻሊ ብኻልእ ትሕዝቶ ብኻልእ እስካብ ዝመጸኩም እስካብ ሽዑ ንዓን ቀንየለይ። ነዚ ቻነል እዚ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ። ናይዚ ቻነል ዝተኸታተልቲ ዝኾንኩም ድማ ከም ናይ ኩሉ ግዜ ላይክ ብምግባር ጀምሩ። ሸር እንዳገበርኩም ርእይቶኹም ኣብ ኮሜንት እንዳፅሓፍኩም ድማ መበረታታኹም ሓገዝኩም ኣይፈለየኒ ክቡራት ኣሕዋተይ። ዝተጋገኹዎ እንተሃልየኒ እውን ኣብ ኮሜንት ኣርሙኒ። ዘይእርመሉ ምክንያት የብለይን እና ዝነበረና ፀንሒት